ኣዶ ወሊዳሲ ትታሓጎስ በቃ ኩሉ ግዜሲ ናይ ሓጎስ መዓልቲ ይኹን ስሳን ሰለስተ ሚእቲ ስሳን ሽዱሽተን መዓልቲ ናይ ሓጎስ ናይ ደስታ መዓልቲ ክኾነላ ደስ ይብለኒ ማለት እዩ። ሰላም ሰላም ከመይ ቀኒኹም? ኣነ ሰላም እየ እግዚኣብሔር ይመስገን። እማንቲ ድማ ብሓዳሽ ቪድዮ ሒዘልኩም መፅአ እኒኹ ማለት እዩ። ኩላትኩም ሰብስክራይብ ትገብሩለይ ላይክ ትገብሩለይ ቴንኪው የቐንየለይ ኩለኩም ይደሊ ንማዓንቲ ድማ ከምቲ ኣብ ፒክቸር ትሪእዎ ኣለኹም ማለት እዩ ብዛዕባ ሊልና ኣሌክስ ሒዘልኩም መፅአ እኒኦኹ ሙሉእ ቪድዮ እስካብ መጨረሻ እንድሕዳ ሪኢኹሞ ኮይንኩም እሞ እንድሕር ተመችኩም ኮይኑ ላይክ ምግባር ኣይትረስዕኹም ማለት እዩ ሊልና ኣሌክስ ያው ደርጋ መብዛሕትና ፈሊጥናዮም እኒኤና ማለት እዩ እና ኣብ ሕጂ ሰዓት ኣብ መርዓ እዮም እኒኦው መርዓ ቅብጡ ዝኾነ መርዓ እኒኤ ማለት እዩ ልዕሊ ናሃቶም መርዓ ልዕሊ ናሃቶም ምምርዓው ድማ ናይ ስድራ ቤት ደስታ እኒኦ ወላዲ ወሊዱካ የዕብየካ ኣብ ሓደ ነገር ክትበጽሕ ከለኻ ናይቲ ዝደኸሞ ናይቲ ንዓኻ ከዕብየካ ኢሉ ዝኸፈሎ ዋጋ ብዙሕ ነገራት ዝገበረልካ ብኡ መሰረት ድማ ናትካ ሰላም ናትካ ደስታ ናትካ ፍቕሪ ናትካ ዓረፍቲ ናትካ ሩፍታ ናትካ ሓደ ደረጃ ከፍ ምባል ክርእ ከሎ ድማ ልዕሊኡ ለሐጉሶ የለን ማለት እዩ ብጣዕሚ እዩ ለሕጎስ እና ኣብዚ ዝረኣኽዎ ነገር እንድሕር ሃልዩ ኮይኑ እዘን ኣዴታቶም ለሐጎሶኦ ነበራ ታሕጓስ ልድሰቶ ነበራ ደስታ ኣብ ገፀን ዝነበረ ብርሃን እና ናይ ኩላ ኣዶ ትግራይ ከምኡ ኮይና ተሓጒሳ ተደሲታ ከምኡ ዓይነት ሰሓቅ ከምኡ ዓይነት ብርሃን ዝኾነ ገፅ ክርኢ ድማ ደስ ይብለኒ ማለት እዩ እግዚኣብሔር ኣምላክ ድማ ኩሉ ነገር ኣጥፊኡ ኩሉ ነገር ተስተኻኺሉ ናይ ኩሉ ነዴታት ድማ ሰሓቅ ብርሃን ዘለዎ ገፅ ክረእ ድማ ተስፋ ይገብር ማለት ኢና ከምዚ ብፍላይ ሎሚ ወለድና ዝኸፍሉና ዘለዉ ዋጋ ብጣዕሚ እዩ ከቢድ ማለት እዩ ቀደም ቢያንስ ነቲ ዝኸፍሉልና ዋጋ ስለ ዝቐፅዑና ስለ ዝሃርሙና ብዙሕ ነገር ስለ ዝገብሩና ብኡ ልክዕ ድማ ንሕና ስነ ስርዓት ሃሊና ንክንዓቢ ምናምን ብጣዕሚ እዩ ዝሕግዘናና ኣብዚ ሕጂ ሰዓት ግን ክሃርሙና ኣይኽእሉን እዮም ካብ ዋላ ዕላይና ቅርሺ ንሕዝ ኣብቲ ዝተወለድናሉ ዓዲ ኣይንጸንሕን ኢና ኣብኡ ኣይንምርዖን ኢና ኣብኡ ኣይንዓብን ኢና በቃ ንእሽተን ጉብዝ ምስ በልና ናብ ካሊእ ከተማ ኢና ንኸይድ ንእሽተን ጉብዝ ምስ በልና ገንዘብ ኣብ ኢድና ኢና ንሕዝ ገንዘብ ምስ ሓዝና ድማ በዓልትና ንሰርሖም ስራሕቲ ገብሪ ስለ ንረክብ ያን ያህል ነቶም ወለዲ ከድና ሃውኒ ከም ናይ ቀደም መልኡለይ ሃብኒ ዘይብለይ ምናምን ዓይነት ነገራት ኣይንብልን ኢና እና ባዕልና ኢና ንሰርሕ ባዕልና ኢና ዝድላይና ነገራት ንሽፍን ስለዚ ከምኡ ስለ ዝኾነ እቶም ወለዲ ቀሪቦም ንክቐፅዑና ቀሪቦም ሓደ ነገር ንክብሉና ድማ ብጣዕሚ ኣሸጋሪ ማለት እዩ ምክንያቱ ሓደ ክረኽቡና ይኽእሉን እዮም ካልኣይ ነቲ ዝናገርዎ ዝናገርዎ ዘለዉ ዘረባታት ተቐቢሉ እንትን ልብል ስነ ልቦናልስ የብልናይ ማለት እዩ ምስቲ ጀነሬሽን ስለ ንንቀሳቐስ ዘለና እና ስለዚ ከምዚ ዓይነት ነገራት ኮይኑ ከሎ ግን መስመሩ ሒዙ ክኸድ ከሎ በቲ ምርቓ ወላዲ ክትከድ ከለኻ ወላ ናይ ራሕቓት ይሃሉ ወላ ናይ ዘይምርኻብ ይሃሉ ዋላ ናይ ባዕልኻ ዕላማ ሽቶ ንክትወቅዕ እትደኽሞ ድኻም ዋላ ይሃሉ ግን ካብቲ ናይ ወለድኻ ፍቓድ፣ ካብቲ ናይ ወለድኻ ፍትወት ከይወጻኻ ግን ትኸዶ ርሕቀት እንድሕር ደኣ ሃልዩ ብጣዕሚ እዩ ደስ ልብል ማለት እዩ። ብፍላይ ድማ ከይተረገምካ እንድሕር ደኣ ዓቢኻ ኮይንካ፣ ኩሉ ግዜ ትምረቕ እንድሕር ደኣ ኮይንካ፣ ኩሉ ግዜ ናይ ምርቓ በረከት ትቕበል እንድሕር ደኣ ኮይንካ ብጣዕሚ እዩ ቆንጆ ኣብ ዝኸድካዮ ቦታ ብጣዕሚ እዩ ልቐንዐካ ብጣዕሚ ኢኻ ደስተኛ ትኸውን እና እና ኣሌክስ እና ሊሊ ድማኒ ያው ከምቲ ናይ መጀመርታ ተባኢሶም ነይሮም ብዙሕ ነገራት ኣሕሊፎም ወለድም ስለምንታይ ልብል ጥያቄ ኣቕሪቦም ማለት ይቕሬታ እቶም ካልኦት ዩቱበራት ተባኢስና ኢሎም ክመፁ ከለዉ ንሕና ድራማ እዩ ክንብሎም ኮልና ንሳቶም ድማ ናይ ሓቂ መሲሎም ስለ ዝስምዑ እሳቶም እቶም ወለዲ ድማ ከምዚ ዓይነት ነገራት ስለ ዝርእዩ ብጣዕሚ እዮም ዝሰግኡ ማለት እዩ ንምንታይ ከምኣቶም ተኾንኸ ተተፈላለዩኸ ትፅልኢ እነማዕበለ ተኸደኸ ተሓር ኣብዚ ሓደ ዝኾነ ደረጃ ተወፅሕኸ ምናምን ልብል ስጋእ ስለለለዎም ከምኡ ዓይነት ነገራት ክሰምዑ ወይ ድማ ክሪኡ ኣይደልዩን እዮም እና ብፍላይ ድማ ኣብ ሶሻል ሚድያ ክትኩን ከለኻ ብዙሕ ኮመንት ኢኻ ትቕበል ናይ ብዙሕ ሰብ ኢኻ ሪኣክሽን ለሎና እስታት ድማ ወይ ክሰብረካ እዩ ወይ ከጠንክረካ እዩና ብፍላይ ድማ ኣብዚ ሕጂ ሰዓት ከም ቲዲኤፍ ኣማና እንድሕዳር ኢኹም ምዃንኩም ካልኣይ ሳልሳይ ሰብ ኣትዩ እዩ ህይወቶም ዝሕምሰሎም ዘሎ ህይወቶም ዘበላሽወሎም ዘሎ ሰኣን ክልቲኦም ምፍታሕ ሰኣን ክልቲኦም እሂን ምሂን ምባል ሰለስተ ኣርባዕተ ሰባት ኣብ ገዛኻ ኣቲኻ ነቲ ዝነበረ ነገራት ምብልሻው ፅቡቅ ኣይኮነን ማለት እዩና ስለዚ ናይ ንትዲኤፍ ኣማላይ ከምዚ እዩ በፂሕዎ ማቲ ባዕሉ ንኸይዓርቕ ንንጎል ኣሉላ ምናምን እትዩ ነገራት ብጣዕሚ ኣብ ዝኸበደ ኣብ ዝኸረረ ቦታ በፂሖም እኒኦ ማለት እዩና ስለዚ ህይወት ከምዚ ክንምስርት ከለና ከምዚ ሓዳር ክንምስርት ከለና እንድሕር ደኣ በሲልና ኮይና ካልኣይ ሳልሳይ ነእትዎ ነገር የለን ከምኡ ዓይነት ኣተሓሳብ ኣይከሉናን እዩ ምክንያቱ ምስ ባዕልና እናጎበዝናዮ እናበረታዕናዮ ንኸይድ ካብኡ ሕጂ ኩሉ ነገር ብቐረባ እዩ ሶሻል ሚድያ ንሪኦ ኣለና ኢና ዝሓልፈና ነገርም የለን ክንጥቀመሉ ንኽእል ንዓና ይጠቕመና እዩ ንብሎም ነገራት ኣብ ሶሻል ሚድያ ብጣዕሚ እዮም ብዙሓት ማለት ኩሉ ትሰምዖ ኢኻ ማለት ኣይኮነን ኩሉ ተተግብሮ ኢኻ ማለት ኣይኮነን እቲ ንዓኻ ዝውክል ንንስኻ ዓቕሚ ዘለካ እቲ ንስኻ ክትገብሮ ትኽእል ነገራት ኢኻ ክትገብር ትኽእል ማለት እዩ ስለዚ ድማ ኩሉ በብዓቕሙ እዩ ዝነብር ዓቕምኻ ክኢልካ ከም ጎጆኻ ከም ቤትካ ከም በዓልቲ ገዛኻ ከም በዓል ገዛኻ ኮንካ ትነብሮ ዶሮ ድማ ብጣዕሚ እዩ ሓሪፍ ብጣዕሚ እዩ ቆንጆ ስለዚ ኩላህና ብዝተኻእለና መጠን ተረዳዲእና ኣብ ሂወትና ክልተ ሰለስተ ሰባት ከየእተና ባዕልና ንባዕልናን ካብኡ ካኣ እንድሕር በቃ ኣብ መጨረሻ እንድሕር ኮይኑ ካኣኒ ነዴና ድዩ ወይ ነቦና ካብ ሓዲኦም ሓዲኦም ኻፍትም ካብ ሓዲኦም ሓዲኦም ኣቢልካ ዝኹርዩ ተቆጢዖም ናብ ሂወትና ናብ ሓዳርና ልመልሱና ሰባት ክንገብር ኔና ይብል ማለት እዩ እንድሕር ከምዚ ናብ ሂወት ኣይኮን ናብ ሓዳር ኣይኮነን ከምዚ ዓብይ ነገር ድርጅት እዚ ምሕዝነት ከማን እቲ ዓርኪ ከማን ብሓንሳዕ ትበልዕ ትሰቲ ከማን ካልኣይ ሳልሳይ የምፂኻ ንምንታይ ከምዚ ኢልሃኒ ምናምን ልብል ቃላት ናይ ምዝውዋር ነገራት ባህሪ እንድሕር ዳኣ ሃልዩ ኮይኑ ዋጋ የኽፍለካ እዩ ከምቲ ትደልዮ ንሳ ተገሪኻ ኣይኮነን ዝፀንሕ ማለት እዩ እሱም ብኡ ልክዕ ብኣንፃሩ ዝሓስቦም ነገራት ስለዝህሉና እዚ ኣብ ግምት ብምእታው ህይወትና ኣስተኻኺልና ኣብ ህይወትና ክልተ ሰለስተ ሰባት ከየእተና እቲ ዘሎ ሽግር እቲ ዘሎ ፀገም እቲ ዘሎ ደስታን ሓጎስን ድማ ብሓንሳዕ ኮይና ተጋሪና ብሓንሳዕ ህይወት ክነሕልፍ ብድሕሪኡ ንሕና ንሕጎሶ ንሕና ንወልዶ ድማ ንሕና ብቻ ይኮንና ንሕጎስ ንወልድ ከም ወለድና ከም ዘዕወይና ከም ብዙሕ ዋጋ ዝኸፈሉልና እዚ ነገራት ክሪኡ ከለዉ እዚ ብርሃን ክሪኡ ከለዉ ድማ ብጣዕሚ ናይ ሓጎስ ሓጎስ እዩ ማለት እዩ እና ብፍላይ ድማ ምስ ትባእሱ ዝሰምዕዎ ነበሩ። ዋላ ፕራንክ ይኹን ይቅርታ ዋላ ፕራንክ ይኹን እሲ ንሳቶም ዝኣምንዎ ነገር የብሎሚ ናይ ሕሾትማ ከመይ ኢሉ ዝብል ኣተሓሳስባ እኒኤሎም እና ስለዚ ካብቲ ናይ ሓሾት ካብቲ ናይ ሙስሊነት ወፂኻ ከምዚ ዓይነት ደስ ዝብል ከምዚ ዓይነት ቆንጆ ዝኾነ ነገራት ክትሰርሕ ከለኻ እቲ ወላዲ ብጣዕሚ እዩ ዝሕጎስ ብጣዕሚ እዩ ዝድሰት ዋግኡ ፍርኡ ልሓፈሰ መሲሉ እዩ ዝስምዖ ንምንታይ ሓደ ስካላ ስቴፕ ስለትኸይድ ዘለኻ ማለት እዩ እና ስለዚ ኩላና ብዝተኸእለና መጠን ዘይተመርዕና ዘለና ሰባት ማለት እዩ ይቅርታ ዘይተመርዕና ዘለና ሰባት ንወለድና ከመይ ገርና ከም ንሕጉሶም ከመይ ገርና ከም ንድሶም ዝብል ኣብ ግምት ንኣተና ዝተመርዕና ድማ ውን ስድራና ምክብኻብ ስድራና ድንኒና ምስማዕ፣ እምቢይተይ ጎይታይ ኣብ ምባል ነገራት ክንነጥፍ እኒኤና ኢለ ይሓስብ። ካብኡ ድማ ኣሚንካ ገዛኻ በዓል ገዛኻ ብኡ ልክዕ ኩሉ ነገር ተኸባቢሩ ተሸፋፊኑ ክኸድ ከሎ ፅቡቅ ዋጋ ኢኻ ትረክብ ማለት ዓፀድካ ዝዘራእኻዮ ኢኻ ትዓፅዶ ይብሉ ወለድናና ዝዘራእኻዮ ኢኻ ትዓፅድ ስለዚ ፅቡቅ ነገራት እንዳዘራእና ደስ ልብል ሂወት ንክንነብር ድማ ተስፋ ይገብር ማለት እዩ ናይ ለማዓንቲ ቪድዮይ እዚኣ ትመስል ነይራ ሓድሽ ዝኾንኩም ግን ሰብስክራይብ ምግባር ኣይትረስዑ ክም ኩለኩም ይደሊ ተተመቻትኩም ድማ ላይክ ግበሩ ክብለኩም ይደሊ ማለት እዩ ሰሰናዩ ንዓኹም።